እዛ ኣብ ስደት ልዕሊ ጓልነት ዝኾነለይ መሓዛ እዚ ሒዛቶ ዘላ ኣፍቃሪ ናብ ካልኦት ኣዋልድ እናኸደ ገንዘብ ሂባ እናነብዐት ስለ ትምልሶ ካብ ስራሓ ወፅያ ንዐን ኣብ ዝበላ ስለ ትኸይድ ንዓይ እውን ከምቲ ትሳቐዮ ዘላ ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ መደብ እንታይ ተመኽሮ ንዝብል ናይ ክልተ ብጣዕሚ ሓጺር ነገር ግን ብጣዕሚ ዝገርም ዛንታ ዘለወን ኣሕዋተይ ዝጽሓፋለይ እየ ሒዘልኩም መጼ ኣነ ዛንተአን ኣንበየ ምስ ወዳእኹ ሓሳበይ ከካፍለን እየ ንስኻትኩም እውን ዛንተአን ሰሚዕኹም ምስ ወዳእኹም ከምቲ ልሙድ ኣብ ኮሜንት ሓሳብኩምን ምኽርኹምን ንክተስፍሩለን ኣቐዲመ ብትሕትና ክላበወኩም ይፈቱ ናብ ዛንተአን ከብለኩም ሰናይ ምክትታል። ናይዛ ቀዳመይቲ ከምዚ እዩ ዝብል፣ ሰላም ዶ ኣቢተይ ምክሪ ደልየ ኣብ ጭንቀት ኣለኩ እሞ ኣማክርኒ ባኣ ምስ ተከታተልትኪ ኣብ ስደት ስዑዲ እየ ዝነብር ዓርኪ ኣለኒ ዝፎትያ መሓዛ ኣላትኒ እዛ መሓዛይ ብዕድመ ትዓብየኒ እያ ግን ኩሉ እያ ትኮነለይ ኣብ ስደት ንሳ እያ ጓልነይ ዘይገበረትለይ የለን ምሽጥረይ ኣይሓብኣ ንሳ ይትሓበኒ ሓንቲ ዘይኮነትስ ብዙሓት እያ ትመስለኒ እንዓርክ ኣለዋ ክንደ እዩ ዘሳቕያ ናብ ካልእ ጓል ይኸይድ ኣብ ረእሲኣ ጓል የውረደላ ሓንቲ ዘይኮነትስ መዓት ካብኡ ቅርሺ ትህቦ እናበኸየት ትልምኖ ግደፊ እዮ እንተይለያ ካብኡ ተፈልየ ምንባር ኣይክእልን እያ ትብለኒ ክገድፎ እየ ኢላ ጥንክር ኢላ ምልማን እንተቋሪፃቶ ከዓ የፍቅረክ እየ ኢሉ እእምን የብላ ካብ ክንደይ ፅቡቕ ስራሕ ወፅያ ኝዕ እንተ ኢልዋ እምቢ ከይትብል ትፈርሖ እሞ ትወርድ። እዙ ናየይ ዓርክለ ይፋለጡ እዮ ምስ ሰብኣያ ኮለ ምስ ባዕላ እና ንራኸብ እናበለ ሃዊኹኒ። ኣነ ኣብ ዓዲ ዓርኪ ነይሩኒ ስደት መፅየ ግን መንፈሳዊ ተማሂረ ብጣዕሳ ይበክእ እየ ነይረ ካልኣይ ከዓ ሕማም በቃ ማራ እየ ዝፈርሕ ብሕልመይ ከይቀረየ ምስኡ ተራኺበ ሕማም ኣለኪ እናተብሃልኩ ይሓልም። እዛ መሓዛይ ግን ዋላ እቱ ትሳቐዮ ስቓይ ካብ ሲንግል ኮይንካ ምንባር ምስ ፍቕሪ ስቓይ ጥዑም እዩ ኣይትፍርሒ ኩሎምለ ሓደ ኣይኮኑን እንታይ ኣሕሊፈ ደኣ ክትብሊ እናተሳቐኻ ዘሕለፍካዮ ፍቕሪ ኣይርሳዕን ዓለም ብፍቕሪ ኢኻ ተስተማቕራ ትብለኒ እዙ ፍቕረኛ ኢለ እንተዘይተራኺብናስ ንፈላለ ካብ መንዶ ቀይሕኺ ኢኺ ኢሉኒ እና ኩለን ዝገብርኦ እየን ከም ሃገርኪ ይብለኒ መሓዘይ ሓቁ እዩ ትብለኒ እና በይዛኹም ኣማኽሩኒ። ናይዛ ካልኤይቲ ሓፍትና ዛንታ ድማ ከምዚ እያ ትብል ሰላም ዶ ኣቢየ ከመይ ኣለኺ ብጣዕሚ እየ ዝፈትወኪ ቀፅልሉ ጓልነይ የቐኒየለይ ዝሓፍተይ እና ኣቢየ ሽመይ ይተዓቀበለይ እንታይ ድየ ክብለኪ ደልየ ክልተ መሓዙተይ ኣለዋኒ ኣብ ስደት ኢና ዘለና ካብኡስ ቁሩብ ኮይና እናዋጋዕናሲ ዘከራኸረና ነገር ስለ ዘሎ ንስኺ ክትምልስልና እየ ደልየ እና ናብ ጉዳየይ ከብለኪ ኣቢየይ ዝኾነ ወዲ ንኣብነት እንድሕር ምስ ሓደ ወዲ ተፋሊጥካ ንራኸብ እንተይልካ ብዓዲ ወደአለይ እንተይልካዮ እሺ እሺ ኢልካ ሕፀ ብቻ ተጌርካሲ ትራኸብ ትኽእል ኢኻ ኖርማል እዩ ኢለናኒ ኣነ ግን ኣይኸውንን ኢለየን ድሕሪ ቀለበት ምእሳር ኢለየንስ ኣቤናኒ ኖርማል ኢዩ ወለድለ ዓብዪ ነገር ኢዩ እናበላ እሞ ኣቢየይ ንስኺ መልስለይ እሞ ሼር ክብለለን ኢየዋ ፅሑፍ እኳ ብዙሕ ኣይኮንኩን ኣቢየይ ባዕልኺ እናመላእኺ ዝጎደለ እንከሎ እንተሎ ኣቢየይ በጃኻ ስርሕለይ ከይትሓልፍኒ እና ብጣዕሚ እየ ዝፈትወኪ ካብ ዝከታተለኪ ዓመተይ ክገብር ኢለ መርኣያ ደቂ ኣንስትዮ ኢኺ እና ቀፅልሉ ጓልነይ ይቕኒለይ ዝሓፍተይ ደጊመ ብጣዕሚ እየ ዘመስግን ኣነሲ ኣብ ልዕሊ መሓዛ ፍሉይ ቦታ እንዲ ዘለኒ ማለት ብዙሓት ኣለዋ ሕጂ ንኣብነት መሓዛ ኣይተድልየካን ጓል መሓዛ ከምዝያ መሓዛ ከምዝያ ዝብላ ኣለዋ ካብ ጓል ምሓዛስ ወዲ ምሓዛ ክትሕዘ ኣለካ ወዲ ይምረጽ ገለ ዝብል ኣለዋ ብርግጽ ናይ ባዕለን ምክንያት ይህልወን ኣነ ከዓ ኩሉ ግዜ ኣይ ጓል ምሓዛስ ተድሊ እያ ምሓዛ ብፍላይ ብፍላይ ንዓና ንስደተኛታት ኣብ ዝኾነ ክሊ ዕድመ ንሃሉሲ ትኽክለኛ ምሓዛ ትመስል ምሓዛሲ ተድልየካ እያ ኢለ እየ ዝኣምን ብርግጽ እዘን ምሓዛ ኣይተድልን ጓል ምሓዛ ብርሑቕ ዝብላ ናይ ባዕለን ምክንያት ይህልወን ኣነ እውን ናይ ባዕለይ ምክንያት ኣለኒ ትኽክለኛ መሓዛ በቃ ናይ መሓዛስ መስፈርቲ ተማልእ መሓዛ ተሃልያትካ ንኣብነት ሲ ኣብ ስደት ዝኾነ በቃ ክጨንቀና ከሎ ጭንቀትና ድውል ኣቢልና ጭንቀትና ነናፍሰለን ምሽጥርና ብነፃነት ኩሉ ናይ ውሽጥና ንዛረበን ምሽጥረይ ክተውፀለይ ኢልናስ ዘይንጥርጥረን ዘይንፈርሐን እንደገና ብድሕሬኻ ይኹነ ኣብ ቅድሜኻ ተመሳሳሊ ዓይነት ባህርያት ዘለወን ኣለዋ ብቕድሜኺ ብጣዕሚ ትፈትወኪ ናትኪ ፅቡቕ ትደሊ ብድሕሬኺ ግን ትሓምየኪ በቃ ተናኣእሰኪ ብድሕሬኺ ጸላኢትኪ ብቕድሜኺ መሓዛኺ ዓይነት ዘይኮነስ ኣብ ቅድሜኺ ይኹን ኣብ ድሕሬኺ ተመሳሳሊ ዓይነት ባህሪ ዘለዋ ቅንዕቲ ብሓፈሻ መሓዛ ትመስል ትኽክለኛ ናይ ምሕዝነት መስፈር ተማልእ መሓዛ ተሃልያትካ በቃ ንስደተኛ ጓል ብፍላይ መሓዛ ዝተድልያ እያ ኢለ እየ ዝኣምን ኣብ ልዕሊ ምሕዝነት ፍልይ ዝበለ ቦታ እዩ ዘለና ኣነ ግን እንታይ ይኣምን መሲልክን ኣብ ምሕዝነት ምሕዝነት ልክዕ ከም ዝተፈላለየ ሃይማኖት እየ ዝሪኦ ንኣብነት ብዙሓት ኣለዋ ዝተፈላለየ ሃይማኖት ሃልይወን ንብዙሕ ዓመታት ግን ብጣዕሚ ዝፋተዋ መሓዙት እቲ ሓንቲ መሓዛ ንቲ ሓንቲ ትሓልፈላ እቲ ሓንቲ እውን እቲ ሓንቲ ትሓልፈላ ልክዕ ከምዛ ቀዳመይቲ ንኣብነት እዛ መሓዛኣ ትኸፍለላ መስዋእቲ ሓንቲ ሙስሊም ሓንቲ ክርስትያን መሓዛኣ ብዙሕ ዋጋ ትኸፍለላ ተክርስትያን እውን እዛ ሙስሊም ብዙሕ ዋጋ ትኸፍለላ ክልቲኤን ብጣዕሚ እየን ዝፋተዋ ብጣዕሚ እየን ዝተኣማመና ነገር ግን እዛ ክርስትያን ናይዛ ሙስሊም ሃይማኖት ኣይተኣምነሉን መሓዛኣ እያ ነገር ግን ንሳ ዝኣመነትሉ ኣይተኣምነሉን ንሳ ዝኣተወቶ መስጊድ ኣይተኣትወን እታ ክርስትያን እውን ክርስትና ኣይተኣምነሉን ሃይማኖት ናይ መሓዛኣ ኣይትኽተሉን ብምሕዝነት ጥራሕ እየን ዝራኸባ። ንኣብነት እቲኣ ናይ ክርስትያን ስጋ ክትበልዕ ትኽእል፣ እቲኣ ከዓ ናይ ሙስሊም ስጋ ክትበልዕ ትኽእል። ምክንያቱ ክልቲኤን ሃይማኖተን እቲ ሓንቲ ሃይማኖታ ትኣምን እያ፣ ናይቲ ሓንቲ ኣይትኣምኑን፣ እቲኣ እውን ከምኡ። ስለዚ ኣብ ምሕዝነት ንኣብነት ሕጂ ኣብ ስደት ክልቴኻ በቲ ሓደ ዝገብረካ ባህሪ ብቲ ናይ ምሕዝነት መስፈርቲ ክልቴኻ ምሕዝነትካ ትቕፅል። ብቲ ከፈላልየካ ዝኽእል ነገር ግን ተፈላሊኻ መመስመርካ ሒዝካ ኢኻ ክትቅጽል ዘለካ እየ ዝብል። ንኣብነት፣ እዛ ቀዳመይቲ መሓዛኣሲ ካብ ኣዋልድ ገንዘብ ከፊላ እናነብዐት ኣፍቃሪኣ ናብኣ ምምላስ፣ ካብ ስራሓ ንዕ ናብ ዝበላ ወጽያ ናብኡ ምኻድ፣ ብሓፈሻ ብደስ ዝበሎ ንሱ እናሽከርከራ ብመዓልቱ ይዕረቓ የቀባጥረላ ትምለስ፣ ብመዓልቱ ከዓ ትነብዕ፣ ብመዓልቱ ትሳቐ፣ ብመዓልቱ ትቐስን፣ ብሓፈሻ እዚ ተሕልፎ ዘላ ስቓይ ከም ዝግባኣ ከም ጉቡኣ ማለት እዩ ፍቕሪ እንተኾይኑሲ ከምዚ ትሳቐዮ ዘላ ከምዚ ትነውዖ ዘላ ንብዓት ከምኡ ምዃኑ እያ ትኣምን እስኺ ግን ኣይትኣምንን ንዝሙት ይኹን ንሕማም ንሳ ትኣምነሉ እያ ኖርማል ኣቕሊላ እያ ትርእዮ ንስኺ ግን ትፈርሑ እየ ኢኺ እዛ ካልኣይቲ እውን ከምኡ መሓዙትኪ ብዓዲ እንተወዲእልካ ምስኡ ምርኻብ ከም ኖርማል ገይረን እየን ዝቖፅርኡ ንስኺ ግን ኖርማል ከም ዘይኮነ ኢኺ ትፈልጥዮ ስለዚ መሓዙትኪ ንሰን እንድሕር ደኣ ኣሚነናሉ ንሰን ክኽተልኡ ፍቐድለን። ንሰን ክኽተልኡ ግደፍየን። ንሰን ስለ ዝኣመንኡ ግን ንስኺ እውን ትኣምንዮ ኣለኪ ማለት እንድሕር ደኣ ኮይኑ ብኸምኡ እንድሕር ትርድእዮ ኮይንኪ ኣብ ስደት ንኣብነት እዛ ትሳቐ ዘላ ኣፍቃሪ ሃልይዋ ገንዘባ ይኹን ኩሉ ነገራ ሂባ ትሳቐ ዘላ ጓል

ቆልዓ ሓዚላ ደዓ ኣራዊት ትሰርሐልክን እታ ትኸፍልያ ዋጋ እታ ትሰግእ እያ እታ ትጭነቕ እያ እታ ኩላ ተስተኣናግድ እያ ንሰን ከምዚ ሕጂ ኖርማል እዩ ዝብላኺ ዘለዋ ንኸትኣትዊ ንኸተተግብርዮ ዝደፋፍኣኺ ዘለዋ ክኸፍላልኪ ኣይኽእላ ሽሕ ጥዕይቲ መሓዛ ትኹን እታ ንስኺ ትኸፍልያ ዋጋ ኣይትኸፍለልክን ንስኽን እውን እስኺ እውን ከምኡ ዋጋኣ ክትከፍልላ ኣይትኽእልን ትትሳቐዮ ስቓይ ክትሳቐዮ ኣይትኽእልን ስለዚ ንስኽን እንድሕር ደኣ ዝሙት ዝጽየፋ ኮይንክን ኣብ ስደት ገንዘብካ ይኹን ኩሉ ነገርካ ብሓፈሻ ኣሕሊፍካ ምሃብ ከምዚ ኖርማል ዝብላ ከም ዘለዋ ኖርማል ከም ዘይኮነ ተኣምናሉ እንድሕር ደኣ ኮይንክን ንዐአን ንሰን የተግብሩ ኖርማል ተይላትኪ ኣይ ንስኻ ተግብርያ ኣነ ግን ከተግብር ኣይክእልን እስኺ ተኣምኑሉ ኢኺ ኣነ ግን ኣይኣምነሉን ኢልክን ኣብታ ዘለኽን ነብስኽን ክብርኽን ገንዘብክን ሒዝክን ዋላ ኣፍቃሪ ሓዛ ብታ ዘለዋ ንስኽን ውን ብታ ዘለኽንኣ ኢኽን ድኣ ጠንኪርክን ክትቅጽላ ዘለክን እምበር ማንም ይኹን ዋላ ምሓዛኺ ጥራይ ዘይኮነት ዋላ ብዙሕ ቤተሰብ ይኹን መቕርብ ይኹን ዝኾነ ትፈልጥዮም ይኹን ዋላ ብዙሓት ኮይኖም ካልእ እምነት ይእመኑ የማኽሩኺ ኖርማል እዩ ቀሊል እዩ ኪዲ ገለ ይወሉኺ ንስኺ ግን ድሕር ዘይትኣምነሉ ኮይንኪ እታ ናትኪ እምነት እታ ናትኪ መርገጽ ጥራሕኺ ብዓርሰ እምነት ትክተሊ ዘለኪ መዓዝ እዩ ዝሐጉሰኪ ምስ ሓለፍኪ እዩ መዓዝ እዩ ዝሐጉሰኪ ካብ ብዙሕ ፈተና ካብ ብዙሕ ስግኣት ካብ ብዙሕ ጭንቂ ነብስኪ ኣርሒቅኪ ምስ ተዓወትኪ ምስ ሓለፍኪ እዮ ደሓር እዩ እናኹረዐኪ እናሐጎሰኪ ዝነብር ማለት እዩ ስለዚ ምሕዝነት ክንቀጽላ ሓዛ ጓል ኣንስተይቲ መሓዛ ተድልየካ እያ ኢለ ስለ ዝኣምን ከም እምነተይ መሓዙት የድልያኽን እየን ግን ከዓ ንሰን ዝኣመናሉ ንሰን ዝጸደፍኡ ገደል ግን ጸድፉ ኣለክን ማለት ኣይኮነን ስለዚ ኣነ ሕጂ እውን ብታ ዘለኽን ኣብ መርገጺ ቀጽላ ኖርማል ኣብ ዘይኮነ ኖርማል እዩ ስለ ዝበለኽን ብምንም ተኣምር መርገጺኽን ከይትቕይራ እየ ዝብለክን ንሎም መዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስከዕ ንራኸብ ሰሰናይ ንዓኹም ባይ ባይ